ሰላም ሰላም ክብራት ኣሕዋተይ ናይ ማሂ ዩቱብ ቻናል ተኸታተልቲ ከመይ ኣለኹም ከመይ ኣለኽን ካብ ዳዕነ ፅቡቅ ዘለኹ ፅቡቅ ትሑ በዓልቲ ምልእቲ ተስፋ እየ ነማዕንቲ እውን ብፍልይ ዘለ መደብ መፅእኩም ኣለኹ ብጣዕሚ ብመሕዘኒ ነገር ማለት እዩ ኣነ ትመሪኦ እዮ እንድዒ ከምዚ ሕልሚ ኮይኑ ዝሰሚዕኒ ካብ መደቃሲ ተሲእሪኦ እዮ ሲ ሕልሚ ኮይኑ ዝሰሚዕንና ግዚኡ ብጣዕሚ መፍርሒ በተለይ ኣብ ስደት ዘሎ ሰብ በቃ ይረግፍሉ እዩ ክረግ እና ቴዲ ራያ ዘይፍልጥ የለይ ዜሮ ዜሮ ኣብ ዩቱብ ይሳተፍ እዩ ኣብ ኩሉ መደባት ይሳተፍ እዩ ኣነ ካብ ቀደም እየ ንፈልጦ ነረ ብምድያ እየ ንፈልጦ ነረ ግን ከምዚ ክትሪኦ ናሃለካ ሲ ሰብ ማለት እዩ ከምዚ እንተን ኩርዑ ይመስለኒ ነረ ኣነ ጠቢቅ ከም ትረካየ ሰብ ግን ካሊእ መንነት እዩ ካሊእ መንነት ዝሓዘ እዩና ብሶሻል ሚዲያ ንፈልጦ ብንኾነ ነገር ናይ ዩቱባት ነገር ሓግዘኒ ገሊሉ እዩ በቃ ብጣዕሚ ትሑት ለባም እንዴ ምንም ኣይዕንቅፈካን ዋ ብዙሓት ሶሻል ሚዲያ ፈጣናትና ብዙሓት ንሰርሑን እኒኦ ግን ከምዚ ኩሉ ሰብ ኣይሕግዘካ ኣብ ምድያ ክንደይ ሓሳድ ሰብ እኒኦ ብደገ ዋላ ጥዑይ ይመስል ንዑ ክሕግዘኩም ገለና ዋላ ብውሽጢ ከድካ የዚኣ ከመይ እያ እዚኣ ሓግዘን እንትልካዮ ግን ብዛዕባ ናይ ምድያ ዘይረደእካ ሰብ ብዙሓት እዮም እና ዜሮ ዜሮ ካብቶም ናይ ምድያ ነገር ዘረድኡኒ ቴዲን ኣየ ሓደ እዩ ነይሩ ግን ያው ዓለም ፍትሓዊት የኮነት ንጥዑይ ሰብ ንቁንዕ ሰብ ንትሑት ሰብ እግዚኣብሄር እውን ይፎትዮ ይመስለኒ እግዚኣብሄር እውን ይወስዶና ብጣዕሚ እዩ መሕዘኒ ነረት መሕዘኒ ነገር ከዓ ሞት ነለኮ እዩ ኩላትና ናብኡ ኢና ሰዓርቲ ኢና ግን ኣብ ዝኸስ ሰዓት ማለት እዩ ንድዒታ እዩ ዘይሰምዕ ኣለኹ ዶ ኮይነ ዋላስቱ ኣረጊት ሰብ ሙማት እዩ ገዲፍዎ በቃ ዕብይ ነለ ሰብሲ ሙማት ጎዲፉ እኘኡ ዝኸዚ ሰዓት በቃ ናይ ንኡሳት ግዜ ኾይኑ ብጣዕሚ መፍርሒ በተለይ ስደት ትቃር ናሃለኻ ክልተ ግዜ ሞት እዩ ምንሳህ እኒኦ ዓዲ ማትካ ካብኡ ለወላዲኻ ሬሳ ተፅዒኑ ክኸዶም ናሃለየ ብጣዕሚ እዩ መሕመም እና እንድዒ ጆርጆር ታእዩ ረኺብዎ ኣብ ኮመንት እየ ኒበ እምበር ብርግፅ ካብቶም ቤተሰብ መግለፅ ናሃበየ የለን ግን ኣብ ኮመንት ነንብክዎ ዘነምሓርቡ እናተናገራ ሊብ ከፊተ እናተናገራ ዝሰማዕኽዎ ነገር ግን ጨባ ድዩ ጭባ ንበሃል ብጭባ እዮም ወጊኦምዎ ገለ ክብላ ሰሚዐዮ እኒሀ ግን እንታይ ማለት እዩ እንዶ ኣይተረደኣኒ ካራ ይመስለኒ ኣንተዘይ ተጋግየ እና ብከምኡ እዩ ተወጊኡ ምናምን ናላ ነይረና ሓበሻ እዮም ዝኾኑ ፍሉጥ እዩ ሓበሻ ንሓበሻ እንዲ ኣነ ኣብዚ ዓዲ እዚ ሲ ፅጋብና ኣይንኽእልን ብጣዕሚ ይገርመኒ ኣብዚ ዓዲ እዚ ንሕና ኢና ሕማቅ ነገራት ንምህሮም መቅታል ምናምን ነው ዛዕብ እዚ ሲ ብጣዕሚ እንትን ከምዚ ቀሊል ነገር ሰይሩ ወይ ኣሕና ሓበሻ ግን መቅታል ሰብ ምውቋዕ ሰብ ምፅራፍ ሰብ ቀሊል ነገር ጌርና ኢና ንርእና ከም ቧዛ ድሞ ሓውና ብሂወት ተፈልዮ ኣሎ ካብዚ ዓለም ተፈልዮ ኣሎ ዜሮ ዜሮ ቤተሰብ ንሙሉእ ቤተሰብ ፅንዓት ይሃብኩም በተለይ ኣዶ እንዴ ኣዶ ትረኽቦ ሬሳ ተፅዒኑ ክኸደ ሃልየ ካሊእ ናትፀበየት ውላድ ናትፀበየት መርዓ ናትፀበየት ናይ ውላዳ ፅቡቅ ነገር ናትፀበየት ሬሳ ተፅዒኑ ክኸዳ ሃልየ ብጣዕሚ እዩ ቅስምኻ ዝሰብር ዘይወፅእ ሓዘን ኣብ ጎንኻ ተሞይትካ ኣብ ዓዲ ተሞይትካስ ይሐሽ ንእሽቶ እንዶ ግን ኣብ ስደትስ ታይ ካብ ንሓስበ ንረ ታይ ሃንደቤት ሃንደቤት ሞት ተይሓመምካይ ሞት ብጣዕሚ እዩ ኹፉእ ዜሩ ዜሩ ንቤተሰብ ይኹን ንባዕልኻ እውን ተይተነሳኻይ ስለ ትኸድ ምስ እንቅዓ ርስሓት ናውዚ ዓዲ እዚ ጾም ዓዲ ምስሊም ስለ ዝኾነ ጾም ዶ እውን ኣይንጾምን እቲ ምንሳእ እውን ብሰዓቱ ኣይንረኽቦን ስለዚ ከምዚ እና ናሃለና ምስ ረስሓና ዓድና ኣብ ናብ ላዕላይ ተኸይድናስ ብጣዕሚ ካቢድ እዩ ማለት እዩ እና ክልተ ግዜ ሞት እዩ ዜሩ ዜሩ ናይዚ ዓዲ እዚ ግን ኣነ ንገርመኒ ነገርሲ ኣብዚ ዓዲ እዚ ሓበሻ ትበኣሱ ባእሲ እኮ ክትጋጭ እኮ ትኽእል ኢኻ ምስ ሰብ እናተቐመጥካ ክልተ ሓሳብ ክትሕዝ ግዴታ እዩ ምክንያቱ ክልተ ሰባት እስካዕ ይኾንካ ድረስ ናይ ክልተ ሰባት ሓሳብ ክጋጨ ግዴታ እዩ ግንሲ እንታይ የምፆ ማዕረ ክንዲዚቱ ካራ ምትሓዝ ምናምንሲ እንታይ የምፆ ማ እዚ ከዚ ፅቡቕ ደሞ የንቲ መዋቲ የንቲ ቀታሊ ንኹሎም በቃ ክልቲኦም ክልተ ክልተ ነብሲ ይሞት ኣሎ ማለት እዩ ሓንቲ መዓልቲ ክልተ ነብሲ ብጣዕሚ እዩ መሕዘኒ ዜሮ ዜሮ ኣነ ምንም ክበሃል ይከኣል ናይ እግዚኣብሄር ፅሑፍ ተክኸውን ይኽእል ግን በቃ ከምዚ ብሰብ ለለ ሞይቱ ክትበሃል እናሃለኻሲ እንታይ እዩ እንታይ እዩ ንኾን ኣሎ ገለ ኢኻ ትብልና ካብኡ ከዓ ዜድ ትፈልጥዎ ኢኹም እንድዒ ብጣዕሚ እግዚኣብሄር መፅናዕንዒ ይሃባ ብጣዕሚ ኢኻ ቤት ምስ ትፈትዮ ሰብ ንቐጻሊ ትሓስቦ ዝነበርካ ሰብ ንቐጻሊ ምስኡ ሂወት ትሓስብ ዝነበርካ ሰብ ካምዚ ኢሉ ኩሉፍ ክብለካ ንሃለየ በቃ ሕልምኻና ሓሳብካ እዩ ብትንትን ዝብለካና ንኣ እውን እግዚኣብሄር ጽንዓት ይሃባ ክብል ይፈቱ ቴዲ ሓውና ግን ብጣዕሚ መሕዘኒ መንግስቲ ሰማያት የዋርሶ ንእስነቱ ሪኡ ልውህንኡ ሪኡ ትሕትንኡ ሪኡ እግዚኣብሄር ኣብ ሕቑፉ የንብሮ ምንም ክበሃል ኣይከኣል እዩ ካሊእ ናይ እግዚኣብሔር ሓይሊ እዩ ኩሉ ነገር ግን ያው ኣብ ስደት ምሟቱ ግን ብጣዕሚ የሕዝነካ ግን ኣብዚ ግዜ እዚ ከዓ ናይ ንኡስ ግዜ እዩ እኒኦ በቃ ሞት እኮ ነሎ እዩ ከምዚ ወሊድካ ተመሪዕካ ሂወት ርኢኻ ምናምን ኩላትና ሞየቲ ኢና ግን ኣብ ማእከል ዕድመኻ ጎይኻ ከይጸገብካ ንሃለኻ ገና ብዙሕ ሓሳብ ንሃለይካ ብዙሓት ደቂ ሰባት ብዙሕ ነገርና ንሓስብ ንማንኛው እንታይ ከም ነጋጥመና ንፈልጥ እዚ ይገብር እዚ ይገብር በተለይ ኣብ ስደት ዘለና ሰባት ማለት እዩ ኣይንነብሪ መኣዝ ኢና ደኣ ክንነብር ኢና ንሓስብ ዓድና ምስ ከድና ኢና ንነብር ዓደይ ምስ ከድኩ ከምዚ ይገብር እየ ዓደይ ምስ ከድኩ ከምዚ ይገብር ኢና ንብል እምበር ኣብዚ ዓዲ እዚ ኣይንነብርን በቃ ተዓጺና ኢና ንነብር መብዛሕትኤናና ካብኡ ከዓ ሞት ትረክበካ እናጎየኻ እናሃለኻ ሞት ትረክበካ እንድዒ ከምዚ ዓይነት ክትርኢ እናሃለኻ ዜሮ ዜሮ ኣነ ኣነ ኣነሲ ሓደ ሓደ ግዜ ማለት ተስፋ ይቆርፅ ከመይ እየ ንምንታይ እየማ ዝሰርሕ ኣለኹ ገለ ትብልዋ ንምንታይ እየማ ዝሰርሕ ኣለኹ እንድሕር ትሞት ኮይንካሲ ንምንታይ እየማ ዝሰርሕ ኣለኹ ንምንታይ እየማ ንጫማላኡ ኣለኹ ገለ ትብል ብቻ ብጣዕሚ እዩ ከቢድ መንግስተ ሰማያት ይወርሶናልና ኢና ንሙሉእ ቤተሰብ ደሞ ፅንዓት ይሃብኩም ኣነ ሓደራ ዝብል ግን ሓበሻ ንሓበሻ ኮንኩም ክትባኣሱ እናሃለኹም ማርያም ስምዒትኩም ተቆጻጸሩ። ያው ባእሲ ስለምንታይ ትባእሰ ይበሃል እዩ ሰብ ስለምንታይ ሓሳብካ ይፈላለ ይበሃል እዩ ግዴታ እዩ ሓሳብካ ክፈላለ ግን ስምዒትካ ምቁጽጻር ንመስልዎ የለን ምክንያቱ ክልተ ሰብ ኢኻ የንባዕልኻ እውን የንቤተሰብ እውን በቃ ብዙሕ ህይወት እዩ ዝጠፍእ ላብ ሓደ መዓልቲ ማለት እዩ እና ብዛዕብ ከዓ ነቲ መዋቲ ካብኡ ከዓ ነቱ ቃራይ ነቲ ቤተሰብ ምናምን ምናምን ደም ደም ተኺልኩም ስለ ተኸለኹም ደም ከዓ ወትር ዘለኣለም ኣይነጽፍ እዩና ሕማቕ እዩ ናብ ቤተሰብ ናብ ውሉድ ወለዱ እዩ ንሸግርና ኣሕዋተይ መዓረይ በተለይ ኣወዳት ማለት እዩ ኣብዚ ዓዲ እዚ በቃ ብዙሕ ነገር ኢኻ ዝሰምዕ ከም ከምዚ ወጊእዎ ከምዚ ውዕዎ ገለ ክትበሃል ሓበሻ ንሓበሻ ኣሕዋት ንኣሕዋት ማለት እዩ ብዞም ዓዲ ተሞይትካስ እካ እሺ ዓዶም እዩ ብለይ ሕጋዊ ስደተኛ መጺና ወይ ከዓ ናይ ሕጋዊ ሰራሕ ተረኪቦም እሺ ኢልካ ትቕበሎም ብሓውካ ብወዲ ዓድኻ ብሓደ ቋንቋኻ ብሓደ ሃይማኖትካ ብጎረቦትካ ክትቕተል እናሃለኻ ግን ክልተ ሞት እዩ እሱ እውን እና ተቆጻጸሩ ስምዒትኩም ተቆጻጸሩ ክብል ይፈቱ ኣወዳት ኣሕዋተይ ብዝተረፈ ንምሉእ ቤተሰብ ጽንዓት ይሃብ ንፈተውቲ ነዶ ነቦ ንሓው ንሓፍቲ ንኩላትኩም ማለት እዩ ናይ ኣዶ ነገር ብጣዕሚ እዩ ከቢድ ዜሩ ዜሩ ግን ኣኻእሎ ይሃበን ዜሩ ዜሩ ውላድካ ሲ ጽቡቅ ነገር ሒዙልካ ክመጽእ ካብ ስደት ትጽብድ ኣንበር ሬሳ ክመጸካ ዜሩ ዜሩ ብጣዕሚ እንዲ ከቢድ ግን ወላዲት ዘረኸወቶ እግዚኣብሔር መኽኣል ይሃቦም ንኹሎም ቤተሰብ እዚኣ ክብል እየ መፅየ ኣሕዋተይ ምሳኹም ዝነበርኩም ሃይ ሓፍትኹም እየ ባይ ባይ ብካሊእ ቪድዮ ክሽካዕ ዝመፀኩ ዓለም
ዓለመይ ሻክስፒር ከምቲ ዝበለኪ መድረኽ ተዋስኦ ከምኡ እንተኾንኪ እንተሰ ሻሪኺ እንተሰ ቃይሒ